በዓል ቤቱ ከእስር ንሓዉ ክጥቁም ከም ንቡር ይመስሎ ከም ጅግንነት ከም ሓደ ቅቡል ከም ሓደ ክነኣድ ዘለዎ ክምጎስ ዘለዎ ነገር ወይ ክብሪ ኮይኑ ክጥመት ይጅምር እሞ ሚዛን ናይ ሓደ ሰብ ክዕቅንዎ ከለዉ ሲ ሃገራዊ ድዩ ኣይኮነን ንብሎ ወይ ከድንቆ ከለዉ ባ ኣዝዩ ሃገራዊ ሰብ እዩ ኣነ ዝኣምነሉ እዩ ከመይ ዝኣመሰለ እዩ ገለ ይበሃል ሽዑ ሕጂ ሃገራዊ እዩ ሲ ከምዚ ረዚን ሰብ እዩ ክብሪ ዘለዎ እዩ ቫሊ ዘለዎ እዩ ገለ ዓይነት ይኸውን ማለት እዩ ሕጂ ንሰብ ክትዕቅኖ ከለኻ ስእን ንሰብ ክትምጉሶ ከለኻ ስድርኡ ዘኽብር እዩ፣ ባህሉ ዘኽብር እዩ፣ እምነቱ ዘኽብር፣ ሓዳሩ ዘኽብር፣ ህርኩት እዩ፣ ጎረባብቱ ዘፍቅር፣ ሕውስ እዩ ዓይነት እዩ እቲ ኣብ ጥዕና ዘለዎ ዓይነት ኣተሓሳስባ ዝኾን ሕጂ ባህሊ ዘይብሉ ስድራ ቤቱ ዘየኽብር ምስ ስድራ ቤቱ ወላ ሓደ ርክብ ዘይብሉ ሃይማኖቱ ካብ ሃይማኖቱ ዝረሓቐ ሃይማኖት ዘይብሉ ሰብ ሓዳሩ ዝበተነ ወይ ሓዳር ዘይብሉ ምስ ጎረባብቱ ሰላም ዘይብሉ ጎረባብቱ ክጥቁም ክእስር ክሕሱ ዝውዕል ሰብ ሰብኣውነቱ ጥፊኡ ሰብ ክርሽን ሰብ ክቕጥቅጥ ዝውዕል ሰብ ሕጂ ሃገራዊ ተባሂሉ ከም ሓደ ብሉፅ ሰብ ንክቕመጥ ወላ ሓደ ፀገም ኣይህሉን ማለት እዩ ኣብ ከምዚ ዓይነት ኣተሓሳስባታት ሕጂ ኣብዚ እቲ ዕንወት ናይዚ መርዚ ናይዚ ሃገራውነት ንብሎ ዘለና ኣተሓሳስባ ኣብዚ ክረኣየና እዩ ሰላም ዝኸበርኩም ተኸታተልቲ ዋይቲ ጆርናል ከመይ ትቕንዩ ንሎሚ ኣብ ዛዕባ ሃገራውነት ዘተኮረ ሓደ ሃገራውነት ቁስሊ ሓርነት ኣብ ትሕቲ ዝብል ኣርእስቲ ዝተዳለወ መደብ ሒዘ መፅየ ኣለኹ። እዚ ናይ ሎሚ መደበይ ብዛዕባ ሃገራውነት መለኽቲ ስርዓታት ብኸመይ መገዲ ንጭቆና ንናቶም ረብሓ ክጥቀምሉ ከምዝኽእሉ ብፍላይ ከዓ ምስቲ ኣብ ሃገርና ዘሎ ዓይነት ሃገራውነት ብዙሕ ሰብ ብግርህነት ብዛዕባ ሃገራውነት ክዛረብ ከሎ ከምዚ ሓደ ኣወንታዊ ወይ ንረብሓ ህዝቢ ዘገልግል ዓይነት ኣተሓሳስባ ወይ ኣካይዳ ጌርካ ናይ ምርኣይ ተኽእሎ ነዚ ዝትንትን ሓደ መደብ ሒዘ መፅእ ኣለኹ ሃገራውነት ብኸመይ መገዲ ይሰርፅ ብኸመይ መገዲ ይሰርሕ ንረብሓ መንከ የገልግል ወይቶም ዓመፅቲ ስርዓታት ብኸመይ መገዲ ኣንጻር ናይ ሓባራዊ ዝኾነ ጥቕምታት ናትና ይጥቀምሉ ዝብል ኣርእስቲ ክዛረበሉ መፅእ ኣለኹ ፈለማ እቲ ሃገራውነት ዝብል ኣምር ወይ ኮንሰፕት እንታይ ምዃኑ ቅድም ክንዛረበሉ ኣገዳሲ ኮይኑ ይስምዓኒ። መጀመርያ ሃገራውነት ማለት እቲ ክብርታትን ኣካይዳን ናይ ሓደ ኔሽን ሕጂ ብእንግሊሽ ሓደ ካብቲ ብዙሕ ደፊኒሽንስ ሃገራውነት እንታይ እዩ ዝብሎ ወይ ናሽናሊዝም a set of values and principles which will define the nation's character ይብል። እዚ ሕጂ እንታይ ማለት እዩ ሓበራዊ ዝኾነ ክብርታትን ኣካይዳን ናይ ሓደ ኔሽን ሕጂ ኔሽን ዝብል ዘለኹ ማዕቀና ዝኾነት ትርጓሜ ስለ ዘየላ እዩ ሕጂታ ኔሽን ኣብ ቋንቋ እንግሊዘኛ ቀጥታዊ ዝኾነ ትርጓሜ ክህልዋ ከሎ ኣባና ግን ኔሽን ክንብል ከለና እንታይ ማለትና ኢና ሓደ ሓደ ግዜ ኔሽን ክንብል ከለና ሃገር ጌርና ንገልጾ ሓደ ሓደ ግዜ ነቲ ኔሽን ምስ ህዝቢ ነተሓሕዞ ኔሽን ብዙሕ ትርጉም ክህልዎ ክእል እዩ እቲ ኔሽን ዋላ ብሄር እውን ክኸውን ይኽእል እዩ ሕጂ ናይ ኩናማ ኔሽን ህዝቢ ኩናማ ማለት እዩ ከም ኔሽን እዩ ዝሕሰብ ስውን ህዝቢ ኩናማ ህዝቢ ትግርኛ ህዝቢ ዓፈር እንዳተባሃለ እዚ እውን ናሽናሊዝም ሕጂ ብዛዕባ ናሽናሊዝም ክንዛረብ ከለና ብዛዕባ ሓባራዊ ክብርታትን ኣካይዳን ናይዞም ህዝብታት እንኮላ ኢና ንዛርብ ዘለና ብሓደ ሸንኹ ማለት እዩ ብካልእ መንፀሩ ከዓ እቲ ናይ ሃገር ዓይነት ናሽናሊዝም ወይ እኩብ ኢማጅን ዝኾነ ሓሳባዊ ዝኾነ ናሽናሊዝም ከ ኣሎ ሕጂ ኩልኻ ከም ከም ኤርትራውያን ትሓስቦ ወይ ኣለና ትብሎ ዓይነት ናሽናሊዝም ከኣ እቲ ካልእ ዓይነት ናሽናሊዝም ብፍላይ ድሕሪ ምምስራት ኔሽን ስቴትስ ዝበሃላ ኣብ መወዳእታ 17 ክፍለ ዘበን ክሳብ 18 ክፍለ ዘበን ዝነበራ እዘን ሎሚ ንፈልጠን ሃገራት ክምስረታ ምስ መጻ እቶም ኣብአን ዝነብሩ ኣህዛብ ገሊኦም ብባህልን እምነትን መበቆልን ክብርታትን ዘይራኸቡ ኣህዛብ እውን ኣብ ሓደ ሃገራት ክጥርነፉ ድሕሪ ምጅማሮም ናይ ሓባር ከስርሖም ዝኽእል ወይ ከኺዶም ዝኽእል መገድታት ክጥርነፍሉ ዝጀመሩ ኣገባብ እዩ እዚ ናሽናሊዝም ሕጂ ንናሽናሊዝም ክንዛረብ ከለና ብፍላይ ኣብዚ ናይ ሎሚ ኣርእስቲ እቲ ሃገራውነት ክሳብ ከመይ ወይ ብኸመይ መገዲ ኣዕናዊ ክኸውን ከም ዝኽእል ኤ ብፍሉይ ክዛረበሉ መፀ ዘለዎ እዚ ክንብል ከለና ግን ኣብ ታሪክ ሃገራውነት ብኣሉታ ጥራይ ኣይኮነ ውፅኢቱ ዝጥመት ኣዎንታዊ ዝኾነ ውፅኢት ዘለዎ ጥዕና ኣብ ዘለዎ ኣሕዛብ ዲሞክራሲያዊ ከይዲ ስርዓት ኣብ ዘለዎ ሃገራት ኣወንታና ናይ ሃገራውነት ብምንታይ ክዕቀን ንኽእል ሓበራዊ ዝኾነ ኣካይዳ መሪሕ ብምፍጣር ነቲ ህዝቢ ግርጭታቱ ኣብ ምፍታሕ ብዓብኡ ከዓ ብሰላምን ብብልፅግናን ሓቢሩ ንኽነብር ዘኽእሎ ዓይነት ኣገባብ ሓበራዊ ዝኾነ ናብራን ኣካይዳን ንኽፈጥር ይሕግዝ ማለት እዩ እዚ ክንብል ከለና ግን እቲ ቀዳምነት ረብሓታት ናይ ህዝቢ፣ ጥቕምታት ናይ ህዝቢ፣ ሰኪሪቲ ወይ ፀጥታ ሰላም ናይ ህዝቢ ዘቐደመ ምስ ዝኸውን እዩ። ሕማቕ ኣጋጣሚ ኮይኑ ግን ኣብ ታሪኽ ሃገራውነት ንኸምዚ ንብሎ ዘለና ኣወንታዊ ዝኾነ ረብሓ ናይ ኣህዛብ ደይኮነ ንጭቆና ንመርገፂ ናይ ህዝቢ ብዓብኡ ከዓ ንረብሓ ናይ ጨቆንቲ ስርዓታት

ሰላም ተማጓተይ ኣይረሳ ዓባሪ መኽዘን ድንቁርና ፍልጠት ውቃለይ ሕጂ መጀመርያ እንታይ ዝብል ሕቶ ገዳሲ ኮይኑ ይስማዓኒ ሃገራውነት ንህዝቢ ናይ ሓደ ሃገር ይጠቅም ዶ ንናይ መን ረብሓ ከ የገልግል ዝብል መሰረታዊ ዝኾነ ሕቶ ነዚ ምርኣይ ኣገዳሲ ኮይኑ ይስማዓኒ ስለዚ ኣብቲ መጀመርያ ሃገራውነት እንታይ እዩ ዝብል እቲ ሓደ ዴፊኒሽን ወይ መረዳድኢ ዝኾነ ትንተና ወይ መግለፂ ናይቲ ሃገራውነት ምግባር ኣገዳሲ እዩ። ነዚ ክትንትነልና ዝኽእል ዴፊኒሽንስ ወይ ትርጓሜታት እንድሕር ሃሰስ ክንብል ፈቲና ኣዝዩ ብዙሕ ዝኾነ ዴፊኒሽንስ እዩ ዘሎ ብዛዕባ ሃገራውነት። ዳርጋ ዝረጠበ ኩሉ ሰብ ዝሰማማዓሉ ሓደ ዴፊኒሽን ኣሎ ክንብል ኣይንኽእልን። ገለ ካብዚ ከምቲ ኣቐዲመ ዝጠቐስኩዎ ሃገራውነት ማለት ብሄርካ ወይ ህዝብኻ እቲ ናተይ ትብሎ ወይ እቲ ንሕና ኢልካ ትኣምነሉ እስኻ ካብ ካልኦት ዝበለፀ ምዃኑ ጌሩ ዝሰርጸልካ ዓይነት ኣተሓሳስባ እዚ ሕጂ ሓደ ደፊኒሽን ናይ ሃገራውነት እዩ ካልእ ደፊኒሽን ናይ ሃገራውነት ከ ኣብ መንጎ ዜጋታት ናይ ሓንቲ ናይ ሓንቲ ኔሽን ወይ ናይ ሓንቲ ኔሽን ስቴት ወይ ሃገር ሓሳባዊ ማሕበረሰብ ዝፈጥር ዛንታ ሃገራዊ መበቆል እዚ ዘጠቓልል እቲ እቲ ሃገራውነት ክኸውን ከሎ ብኸመይ እዩ ዝስራሕ ብሎ ቤኔዲክት ኣንደርሰን ከዓ ብዛንታታት ወይ ብትረኻታት እዩ ዝስራሕ ይብሎ ሕጂ ኩሉ ግዜ እቲ ወሳንነት ናይ ትረኻ ኣገዳሲ እዩ እቲ ሃገር ካበይ ከም ዝመፀት እንታይ ዋጋታት ከም ዝተኸፍለላ እንታይ ዓይነት ሓባራዊ ደሲን ወይ ዕጫ ከም ዘለዎም እቶም ኣህዛብ ብዝተፈላለየ ሜላታት ነቲ ህዝቢ ከም ዝስበኽ ይግበር እሞ እቲ ህዝቢ ንሕና ሓባራዊ ረብሓ ዘለዎም ሓደ ህዝቢ ናይ ሓንቲ ሃገር ኢና ኢሎም ናብ ምእማን ገፆም ይኸዱ ማለት እዩ። ሕጂ እዚ እቲ Imagined Nationalism ዝበሃል ሓሳብ ዝመበቆሉ ትረኻ ከኣ ቀንዲ ዝመሳርሒኡ ዓይነት ሃገራውነት ማለት እዩ። ካልእ ኣገዳሲ ኮይኑ ዝተሰማዓኒ Definition ናይ Michael Freedom ከኣ ኣሎ። ነቲ ሃገር ኢልካ ትኣምኖ ሓሳብ ቀዳምነት ምሃብ ቀንዲ መሪሕን ዕላማን ይኸውን ይብል ኣብ ኣብ ሃገራውነት። ሕጂ በዛ ናይ ማይክል ፍሪደን ደፊኒሽን እንድሕር ክንከይድ ኮይና ሃገር ልዕሊ ዝኾነ ይኹን ጉዳያትን ነገራትን ቀዳምነት ክትወሃብ ዘለዋ ጉዳይ ወይ ሓሳብ ኢልካ እንድሕር ክትኣምን ጀሚርካ ናቱ ሳዕቤን እንታይ ይኸውን ወይ ናቱ ውፅኢት እንታይ ይኸውን እንተልና ቀዳማይ እቲ ካልእ ክብርታት ትሕቲ ሃገር ክስራዕ ይጅምር ማለት እዩ ሕጂ እንታይ ማለትና ኢና ካልእ ክብርታት ንብል ዘለና ኣብቲ ሕብረተሰብ ዝፀንሐ ክብርታት ንኣብነት ባህሊ ባህሊ ኣገዳስነቱ ክጎድል ይጅምር ገለ ክፋላት ናይቲ ባህልኻ ወይ ብምሉእ እቲ ባህልኻ ጠቕላላ ምስ ሃገራዊ ክብርታትና ዘይከይድ ተባሂሉ ክጉሰ ወይ ሸለል ክበሃል ይጅምር ማለት እዩ ካብቲ ባህልኻ ንላዕሊ እቲ ሃገራውነትካ ከገድሰካ ይጅምር ብድሕሪ እዚ ስድራ ቤት ኣገዳስነት ስድራ ቤት እንዳጎደለ ወይ እንዳማህመነ እዩ ከይድ ሕጂ ብሓፈሻ ኣብ ዝኾነ ጥዕና ዘሎ ሕብረተሰብ ቀዳምነት ናይ ቀዳምነታት ካብ ክኸውን ዘለዎ ነገራት እቲ እቲ ስድራ ቤት ዝበሃል እዩ ምክንያቱ እቲ ኣሃዱ መሰረት ናይ ዝኾነ ይኹን ወዲ ሰብ ኣብ ስድራ ቤት እዩ ተወሊዱ ዝዓበየሉ ሓደ ቆልዓ በብኡን በዲኡን ፍቕሪ እንዳተመገበ ክዓቢ ካብ ኣከባቢኡ ኩሉ እቲ ክምሃሮ ዝግባእ ፅቡቕ ዝኾነ ክብርታት ኣተሓሳስባታት ክሰንቕ እንተኾይኑ ኣቦኡን ኣዲኡን ንኣብነት ምስኡ ሃልዮም ክከናኸንዎ ከዕብይዎ እዚ ሕጂ ሓደ ካብቲ ቀዳምነታት ናይ ሓደ ህዝቢ ወይ ናይ ሓደ ሕብረተሰብ ክኸውን ዝግባእ እዩ ሃገራውነት ኣብ ዝዓብለሎ ኩነታት ግን እንታይ ይኸውን ንኣብነት እቶም ወለዲ ሃገር ስለ ትዓቢ ነቲ ቆልዓ ራሕሪሖሞ ንክኸዱ ከም ሓደ ንቡር ነገር ወይ ከም ሓደ ቅቡል ነገር ክሕሰብ ይጅምር ማለት እዩ ስለዚ ካብታ ስድራ ቤት ንላዕሊ ኣገዳሲት እታ ሃገር ወይ እቲ ሃገራዊ ኣተሓሳስባ ይኸውን ማለት እዩ እዚ ሕጂ ሓደ ካብቲ ሳዕቤናት ካልኣይ ሃይማኖት ማለት እዩ ሃይማኖት ወይ መሳርሒ ናይቲ ሃገራውነት ዝበሃል ኣተሓሳስባ ክኸውን ይጅምር መራሕቲ እምነት ንፖለቲካውያን መራሕቲ ወይ ንሰበስልጣን ብዝጥዕም መገዲ ክሰብኩ ይጅምሩ ኣብ መርገፅትን መጭቆንትን ናይቲ ህዝቢ ክሰርሑ ይጅምሩ ብካልኣይ ሸነኽ ከዓ እቲ እምነታት እቲ እቲ ክብርታት ናይ ሃይማኖት ናይ ዜጋታት ከዓ ትሕቲ ሃገራዊ ዕላማ ክስራዕ ይጅምር ማለት እዩ ሕጂ ሃይማኖታዊ ፅሑፋት ምንባብ ሰጋዳይ ምዃን ኣምላኻይ ምዃን ትሕቲ ሃገራውነት ኮይኑ ክጥመት ይጅምር እሞ እንድሕር ናይ ብሓቂ ሃገራዊ እንድሕር ክትበሃል ኮንካ ሃይማኖት ዘይብሉ ወይ ብሃይማኖቱ ዘይግደስ ልዕሊ ዝኾነ ይኹን ነገር ከኣ ሃገር ዘቕድም ዜጋ ክትከውን ትመዓድ፣ ትመሃር፣ ትጉስጎስ፣ ኣብ ደርፊ ሱስ ሰምዕ፣ ኣብ ፊልም ሱስ ሰምዕ፣ ኣብ ዕላላት ሱስ ሰምዕ። ስለዚ እቲ ሃይማኖትካ ምርሕራሕ ከም ሓደ ብልጫ ወይ ሓደ ቁምነገር ክረኣ ይጅምር ማለት እዩ። ሓዳር ብዓብዩ ሓዳር ከም ሕንቃቓ ክረእ ይጅምር ማለት እዩ ሕጂ ሓዳር ልክዕ ከምቲ ስድራ ቤት መሰረት ስድራ ቤት ማለት እዩ ሓደ ካብቲ ቀዳምነት ናይ ቀዳምነታት እዩ እቲ ሕብረተሰብ ወላ ንክቕፅል እንድሕር ኮይኑ እቲ ሰብ ኣብ ዓለምቲ እቲ ህላዊ ትርጉም ክህልዎ እንተኮይኑ ሓደ ካብቲ ኣገደስቲ ዝበሃሉ ባእታታት እቲ ሓዳር ክህሉ ምስ ዝኽእል ማለት እዩ ሕጂ ሓዳር ክንብል ከለና ግዲ መርዓ ጥራይ ዘይኮነስ ዋላ እቲ ናብራ ክትገብር ምኽኣል ማለት እዩ እቲ ህይወትካ ቤት ጌርካሲ እቲ ናትካ ናብራ ዋላ ዋላ መፃምዲ ዘይብልካ ይኹንሲ ዋላ ንበይንኻ ውን ሓዳር ናብራ ህይወት ክትጅምር ምኽኣል ማለት እዩ ሕጂ ነዚ እውን ከዕንቅፈካ ይጅምር ማለት እዩ ሕጂ እስኻ ናብራ ክትገብሮ ሓዳር ክትገብሮ ትደለዮ ዘለኻሲ ከም ሓደ ሕንቃቐ ወይ ትሕቲ ሃገራውነት ክረአ ይጅምር ማለት እዩ እዚ ኩነታት እዚ ካልእ ጉርብትና ጉርብትና ሕጂ ይጠፍእ ጉርብትና ምስ ደቂ ዓድኻ ዘለካ ዝምድናታት እዚ እውን ክባላሸው ይጅምር ሃገራውነት ኣብቲ ዓዲ ካብቲ ገዛውቲ ካብቲ ማሕበረሰብካ ምስ ሰረፀ ሽዑ እቲ ጎረቤትካ ክንዲ ናትካ ፅቡቕ ዘገድሶ ክንዲ ናይቲ ናይቲ ሕውነትካ ጉርብትናኻ ናይቲ ፍቕርኻ ነገራት ክንዲ ከም ፕራዮሪቲ ዘቐምጦ ጎረቤትካ ከሳሲኻ ክኸውን ይጅምር ጎረቤትካ ጠቋሚኻ ክኸውን ይጅምር ምክንያቱ ሃገር ልዕሊ ኩሉ ዝብል ኣተሓሳስባ ስለ ዝመፅእ ማለት እዩ ኣብ መወዳእታ ብጣዕሚ ኣገዳሲ ዝብሎ ከዓ ሰብኣውነት ማለት እዩ ከም ወዲ ሰብ መጠን እቲ ዝዓበየ ናትካ ቫሊ ወይ ክብሪ ክኸውን ዘሎ እቲ ሞራሊቲ እቲ ሰብኣውነት ንካልእ ሰብ ምድንጋፅ ንካልእ ሰብ ምሕላይ ኣብ ነብስኻ ክወርደካ ዘይደልዮ ነገራት ኣብ ካልእ ሰብ ክወርድ ዘይምድላይ ዝዓይነቱ ማለት እዩ። ሓደ ሰብ በዚ ዝተበከለ ዓይነት መርዛም ዝኾነ ሃገራውነት እንድሕር ተበኪሉ ግን እንታይ ክኸውን ይጅምር ነቲ ሰብኣውነቱ የጥፍኦ ከምዚ ንብሎ ዘለና ንጎረባብቱ ኣሕሊፉ ንክህብ ምንም ኣይመስሎን ንመጻምዱ ንበዓልቲ ቤቱ ንበዓል ቤቱ ከእስር ንሓዉ ክጥቁም ከም ንቡር ይመስሎ ከም ጅግንነት ከም ሓደ ቅቡል ከም ሓደ ክነኣድ ዘለዎ ክምጎስ ዘለዎ ነገር ወይ ክብሪ ኮይኑ ክጥመት ይጅምር እሞ እቲ ሃገራውነት ዝበሃል ሓሳብ ንዕኡ ከም ፕራዮሪቲ ወይ ከም ቀዳምነት ከቐምጦ ይጅምሩ ንኣብነት ሕጂ ከምዚ ብዙሕ ግዜ ንሪኦም ጌና ካብቲ ናይ ህግደፍ ባርነታዊ ኣተሓሳስባ ዘይተላቐቑ ብዙሓት ሰባት ሕጂ እንታይ ክብሉ ትሰምዖም ሚዛን ናይ ሓደ ሰብ ክዕቅንዎ ከለዉሲ ሃገራዊ ድዩ ኣይኮነን ንብሎ ወይ ከድንቕዎ ከለዉ ባእ ኣዝዩ ሃገራዊ ሰብ እዩ ኣነ ዝኣምነሉ እዩ ከመይ ዝኣመሰለ እዩ ገለ ይበሃል ሽዑ ሕጂሲ ሃገራዊ እዩሲ ከምዚ ረዚን ሰብ እዩ ክብሪ ዘለዎ እዩ ቫልዩ ዘለዎ እዩ ገለ ዓይነት ይኾን ማለት እዩ ሕጂ ንሰብ ክትዕቅኖ ከለኻሲ ንሰብ ክትምጉሶ ከለኻ ስድርኡ ዘኽብር እዩ፣ ባህሉ ዘኽብር እዩ፣ እምነቱ ዘኽብር፣ ሓዳሩ ዘኽብር፣ ህርኩት እዩ፣ ጎረባብቱ ዘፍቅር፣ ሕውስ እዩ ዓይነት እዩ እቲ ኣብ ጥዕና ዘለዎ ዓይነት ኣተሓሳስባ ዝኾን ሕጂ ባህሊ ዘይብሉ ስድራ ቤቱ ዘየኽብር ምስ ስድራ ቤቱ ወላ ሓደ ርክብ ዘይብሉ ሃይማኖቱ ካብ ሃይማኖቱ ዝረሓቐ ሃይማኖት ዘይብሉ ሰብ ሓዳሩ ዝበተነ ወይ ሓዳር ዘይብሉ ምስ ጎረባብቱ ሰላም ዘይብሉ ጎረባብቱ ክጥቁም ክእስር ክሕሱ ዝውዕል ሰብ ሰብኣውነቱ ጥፊኡ ሰብ ክርሽን ሰብ ክቕጥቅጥ ዝውዕል ሰብ ሕጂ ሃገራዊ ተባሂሉ ከም ሓደ ብሉጽ ሰብ ንክቕመጥ ወላ ሓደ ጸገም ኣይህሉን ማለት እዩ ኣብ ከምዚ ዓይነት ኣተሓሳስባታት ሕጂ

ካብዚ ቀጺለ ብዛዕባ ፕሮጀክት ሃገራውነት ገለ ክብል ይደሊ። ሕጂ እዚ ሃገራውነት ዝበሃል ከምዚ ክገልጾ ዝጸናሕኩ ኣብኡ ከሎ ብውሁብ ዝመጽእ ወይ ዝፍጠር ነገር ኣይኮነን። ፕሮጀክት እዩ፣ ናይ ነዊሕ ዓመታት ጻዕሪ ዘድልዮ እዩ፣ ኣዝዩ ነዊሕ ጎስጓስ፣ ምሕጻብ ኣእምሮ፣ ናይ ሕብረተሰብ ኢንጂነሪንግ ወይ ምህንድስና ናይ ሕብረተሰብ ዝግበረሉ ነዊሕ ዓመታት ወይ ወለዶታት ክወስድ ዝኽእል ፕሮጀክት እዩ ስለዚ ከምቲ ብቐሊሉ ኣብ ሓፂር ግዜ ዘይመፅእ ነዚ ከምዚ ዓይነት ጨካን ኣዕናዊ ዝኾነ ተሓሳስባታት ንክትቅይሮ እውን ሓፂር ናይ ዓመት ክልተ ዓመት ወይ ናይ ሓደ መደረ ክልተ መደረ ፃዕሪ ጥራይ ዘይኮነ ዝተናውሐ ፃዕሪ እዩ ዘድልዩ ስለዚ እዚ ፕሮጀክት ሃገራውነት ስለምንታይ እዩ ክእረም ዘለዎ ስለምንታይ እዩ ክተዓራረ ዘለዎ ኢልና ክንሓስብ ከለና ቀዳማይ ነገር ነፃ ልቢ ምዃኑ እዩ ሃገራውነት ኩሉ ግዜ ንሕናን ንሶምን ኣብ ዝብል ኣምር ዝቆመ እዩ ሃገራዊ እንተኾንካ ኩሉ ግዜ ትንፅሎ ሓደ ወገን ክህልወካ እዩ ትንፅሎ ወገን ዘይብልካ ትፀልኦ ወገን ዘይብልካ ሃገራዊ ክትኮን ኣይትኽእል እዚ እቲ ፎርሙላ እዩ ዝዛረብ ዘሎ ሕጂ ናይ ኤርትራ ሃገራውነት ጥራይ ደይኮነ ኣብ ዝኾነ ይኹን ሃገር ሃገራውነት ናሽናሊዝም ክመፅእ ከሎ እቶም ገሌኻ ኣዚኻ ትሳጋሰግ ትተሓላለ ዓይነት ትተሓላለፍ ዓይነት ከምዚ ኣባላት ክትከውን ከለኻ ነቶም ገለ ካልኦት ከዓ ኩሉ ግዜ ትፀልኦም ብደምነት ትጥምቶም ካልኦት ወገናት ከዓ ግድን ክተቐምጥ ይገብረካ ማለት እዩ ኩሉ ግዜ ነዚ ክትገብር ከዓ ፀላእቲ ወይ መመኽነይታ ኩሉ ግዜ ክትፈጥር የድልየካ ማለት ሕጂ እቶም ስርዓታት እንታይ እዮም ዝገብሩ ኩሉ ግዜ ፀላእቲ ኣለውና ናይ ውሽጥን ናይ ደገን ዝብልዎም ፀላእቲ ኣለዉ ሓሳዳት ኣለዉ ጓሓላሉ ኣለዉ ክበልዑና ዝደልዩ ክውሕጡና ዝደልዩ ቀትሉና ዝደልዩ ኣለዉ ዝብል ከዓ ቀፃሊ ጎስጓስ ኣሎ ፀላእቲ ዘይብሉ ናሽናሊዝም የለን ኩሉ ግዜ ናሽናሊዝም ስብ ካብ ፍቅሪ ኣይኮነን እቲ ሃገራውነት ካብ ፍቅሪ ኣይኮነን ዝጅምር ሕጂ ካብ ፍቅሪ ሃገር ኣይኮነን ዝብግሶ ናሽናሊዝም ወይ ሃገራውነት ሃገራውነት ፅላኣት ናይ ጓና ጽልኣት ናይቲ ወራሪ ኢልካ ትሓስቦ ጽልኣት ናይቲ ክበል ዓኒ ኢልካ ትሓስቦ ናይ ሓንሳብ ናይ ግዳም ሓይሊ ትብል ሓንሳብ ናይ ውሽጢ ሓይሊ ትብል ኩሉ ግዜ ጸላኢ ጸላእትን መመኽነይታን ኣለውኻ ማለት እዩ ሃገራት ምዕራብ ከም ዝገብራና ኣለዋ ብኣና ከይደቀሳ እየን ዝሓድራ ንዓና ከጥፋ እየን ዝሓስባ ስለዚ ንሕና ከቢድ ዝኾነ ጾር እዩ ዘለና ኣብ ውሽጢ እውን ምስአን ዝሰርሑ ጸላእቲ ኣለውና እዚኦም ክጠፍኡ ኣለዎም እዚኦም ክጸርዩ ኣለዎም ገለ እንዳበልካ እንዳስተማሰልካ እቲ እቲ እቲ ምስትምሳል ከዓ ናብ ጨካን ዝኾነ ስጉምትታት እንዳ እንዳተርጎምካዮ ትኸይድ ማለት እዩ ካልእ እቲ ኣዘሪን ዝበሃል ኣሎ ወይ ንሕና ንሶምን ዝብል ኣምር ማለት ኩሉ ግዜ ንሕና ንሕና ትብል በቃ እቲ እቲ ናትካ ብሉፅነት ወይ ሱፔሪዮሪቲ ኣቐሚጥካ ኩሉ ግዜ ከዓ ካልኦት ከማኻ ደይኮኑ ንሕና እኮ እቲ ኤርትራዊ እኮ ብሉፅ እቲ ኤርትራዊ ማለት እኮ ከምዚ እኮ እዩ ክትብል ከለካ ሽዑ ኣዘር ከዓ ኣለዎ እቶም ካልኦት ማለት እዩ እቶም ኣዘር ከዓ መን እቶም ኤርትራውያን ዘይኮኑ ሲኦም እኮ ድሑራት እዮም እኮ ኣይተሓላለዩን እዮም እኮ ጨካናት እዮም እኮ ወይ ገለ እዩ እንዳበልካ እቲ እቲ ኣዘርን ክትገብር ከለካ እዚ ኤውሮጳውያን እውን ንነዊሕ ዓመታት ዝተጠቕምሉ ሜላ እዩ ነይሩ ብዛዕባ ዘን ኮሎናይዝ ዝገብርዎም ኣህዛብ ክዛረቡ ከለዉ ብዛዕባ ጸለምቲ ብዛዕባ ኣብ ሳውዝ ኣብ ደቡብ ዘለዉ ኣህዛብ ክዛረቡ ከለዉ ኣዘርን ይጥቀሙ እሞ እንታይ ይብሉ እዚኦም ባርባራውያን እዮም ድሑራት እዮም እምነት የብሎምን ከምኡ ክትብል ከለኻ እንታይ ዝጠቕመካ ነቶም ካልኦት ክትወቅስ ከለኻ እቲ ናትካ ደረጃ ትዕቢ ከምዚ ክትሓሚ ከለኻ ሲ ውደቓት እዮም እኮ ድሑራት እዮም እኮ ድኻታት እዮም እኮ እምነት እኮ የብሎምን ከምዚ እኮ የብሎምን ኢልካ ቀፃሊ ክትሓሚ ቀፃሊ ክተዋድቖም ከለኻ እቲ ናትካ መንፈስ ከዓ ወይ እቲ ብዛዕባ ነብስኻ ዘለካ ፐርሰፕሽን ኣጠማምታ ከዓ ከምዚ ትፍናንካ የበርኸልካ ማለት እዩ ሕጂ ፅቡቕ ከም ድስማዕካ ገብረካ በቃ ንዕኦም ስኢልካ ሃሪምካ ሃሪምካ ዋዲቕካ ዋዲቕካ ብኣፍካ ብዘረባኻ ሲ ኩልኻ ከም ዝትረስን ወይ ትሰክር ማለት እዩ ካልእ ከዓ እቲ ሸርሒ ከም ዘሎ ኮንስፒራሲ ናይ ወፃእተኛታት በቃ ነቲ ስኻ ብሉፅ ስለ ዝኾንካ ስኻ ዕዉት ስለ ዝኾንካ እቲ ሃገርካ እቲ ዓድኻ ፍሉይ ስለ ዝኾነ በቃ እቲ ሓድነትካ እቲ ፃዕርኻ እቶም ወፃእተኛታት እቶም ጎናብለ እቶም ሕንጉጉታት ገለ ኢሎም ዝግለፁ ወፃእተኛታት ድዮም ፀላእቲ ድዮም ገለ ከዓ ድቃስ ዘይብሎም ከም ዝሓድሩ ንዓኻ ክዕኑ ንዓኻ ከጥፍኡ ንዓኻ ክድምስሱ ኩሉ ግዜ ከም ናይ ኮንስፒራሲ ወይ ሽርሒ ቲዮሪታት ወይ ዛንታታት እንዳ ፈብረኽካ ከዓ ነቲ ህዝብኻ ብምሽቑራርን ብፍርሕን ከም ዝዓብድን ከም ዝፅለልን ትገብሮ ማለት እዩ ሕጂ ኣብቲ ኣገባብ ቀንዲ እቶም ውልቀ መለኽቲ ዝጥቀምሉ ሜላታት እንድሕር ክንርኢ እንድሕር ኮይና ኩሉ ግዜ ሃገራውነት ዝሰብኩ ውልቀ መለኽቲ ዝጥቀምሉ ሜላ እንተሎ ቁጥዐ ወይ ነድሪ እዩ ኩሉ ግዜ ዝነድሮም ዝቆጥዖም ነገር ኣሎ ዝተፈላለዩ መራሕቲ ከም በዓል ጆሴፍ ስታሊን ኣዶልፍ ሂትለር ሙሶሊኒ እዚኦም ኣብ ሶም ኣብ ዝገብርዎ መደረታት እንተርእናዮም ንኣብነት ኩሉ ግዜ ብነድሪ ቀጥቀጥ እንዳበሉ እዮም ዝዛረቡ ከምቲ መንግስቱ ሃይለ ማርያም ዝገብሮ ዝነበረ ነድሪ ኣሎ ቁጥዐ ኣሎ እዚ ንሕና ንመስል በቃ ንሕና ንመስል ሱፔሪየር ብሉጻን ዝኾንና ኣህዛብ ካልእ ዝግብኣና ኣብዛ ዓለም እዚኣሲ ካልእ ደረጃ እኮ እዩ ዝግብኣና ከምቲ ሓይልና ከምቲ ምሩጻት ናይ እዝግሄር ምዃንና ንሕና ኢሎም እዮም ደእምንዎ ነቲ ነቲ ህዝቦም ግን ብሰንኪ ብሰንኪ እዚኦም ሽዑ እዚኦም መን እዮም እቶም ኣዘር ማለት እዩ እቶም ንብሎም ዘለና ብሰንኪ ኣይሁድ ድዩ ብሰንኪ ምዕራብ ድዩ ብሰንኪ ጎረቤት ሃገር ድዩ ብሰንኪ ገለ ድዩ ኩሉ ግዜ ሽዑ እቲ ኤክስ ይኸውን እቲ ብሰንኪ ዝበሃል ዘሎ ዳሽ እዩ ኣየገድስን እዩ መን ምዃኑ ገለ ተቐምጥ ማለት እዩ ሕጂ እቲ ውሽጣዊ ጸገማት እቲ ውሽጣዊ ድኽነት ድሕረት እ፣ ቅልውላዋት ዘሎ ኣብቲ ውሽጢ ዓዲ እ፣ ከም ናይ ቁጠባ ቅልውላው ክህሉ ይኽእል ድኽነት ክህሉ ይኽእል ሕፅረት መግቢ ክህሉ ይኽእል እዚ ኩሉ ጸገማት ኣብቲ ውሽጢ ዓዲ ዘሎ ንዕኡ ክንዲ ዝእርምዎ ዝፍውስዎ ነቲ ህዝቦም እንታይ ኢሎም የእምንዎ ካልእ እዩ ዝግባኣካ ግን ብሰንኪ እዞም ኤክስ ዋይ ዚ ወይ በዓል እከለ ወይ ገለ እቶም ፀላእቲ ብሰንኪ እዚኦም ግን በቃ ድሕሪት ተሪፍካ ኣለኻ ነዚኦም ከየፅረና ነዚኦም ከየጥፋእና ከዓ እቲ ንደልዮ ወይ እቲ ዝግባኣና ደረጃ ክንበፅሖ ኣይንኽእልና ኢሎም ይሰብክዎም ማለት እዩ ሕጂ ገለ ካብቲ ዝጥቀምሉ ልሙድ ዝኾነ ሜላታት እንታይ ኣሎ ንሃገር ከም ምንታይ እዮም ነታ ናቶም ሃገሮም ወይ ነቲ ናትና ንሕና ኢሎም ዝሓስብዎ ኔሽን ከም ምንታይ እዮም ዘቕርቦ ከም ከም ኣደ ትፍቀር ወላዲት ወይ ኣደ ወይ ከዓ ከም ከም ከም ኣፍቃሪት በቃ እዛ ኣዴና እዛ እዛ መርዓትና እዞም ጓሓላሉ ክዘርፍዋ ክዕምፅዋ ክጋሰስዋ መፁ ኣለዉ በቃ ስቕል ናይ ንድቅስና ተስእ ተባራበር ሂወትካ ክትከፍለላ ድሉ ኩን ገለ ዝዓይነቱ ጎስጓሳት ብዝተፈላለየ ሜላታት ናይ ፕሮፓጋንዳ ብትረኻታት ነቲ ህዝቢ ከም ዝድንቆር ይግበር። መሕንገጥ ካላሽን መንኩብ ንኽጥዕማ እንኩመ ህያብ ውሰዱ ሐማላት።
ኣብ ኣብ ናይ ገሊኦም ኬዝስ ከዓ ከም ናይ በዓል ሂትለር ከዓ በደ ዘይኮነ በቦ እዮም ዝምስልዎ ሕጂ ፋዘርላንድ እዩ ሕጂ ኣብ ኣብ ጀርመን ሲ ፋዘርላንድ እዩ ዝበሃል ከምዚ ወላዲት ወላዲት ሃገር ደይኮነትሲ ወላድቦ እዮም ዝብልዎ ነቲ ሃገር ሕጂ በቃ ነቦኻ ንክብሪ ናይ ኣቦኻ ክትብልሲ ክትዋደቕ ኣለካ ክትስየፍ ኣለካ ከምዚ ቀደም ቆልዑ ከለና ካብ ባእሱና ከለዉ ሲ ከምዚ ኢዶም ክስታይ ገይሮም ጥብ ኣዴኻ በቲኽልካ ገለ ብሉኻ እሞ በቃ ጥብ ኣዴኻ ተበቲኹሲ ስቕሊኻ ትብል ክትበኣሶ ኣለካ ብሎ ሕጂ ጥብ ኣዴኻ ተበቲኽልካ ስለ ዝተባሃልካ ከዓ ግድን ዋላ ምስ ዓርክኻ ዋላ ሓደ ዘይበደለካ ዋላ ሓደ ፀገም ዘይብልካ ሰብ እቲ ክብሪ ናተይ ተተንኪፉ ኢልካ ስለትሓስብ ሽዑ ፈዘግዘግ ትበሃል በቃ ትጋጠም ማለት እዩ ምስቲ መባእስትኻ ሕጂ እዚ ሃገራውነት ዝፈጥሮ ዕንዘራ ናቱ ውፅኢት እንታይ እዩ እንተይልና ከዓ እቲ ፕራዮሪቲ ወይ ቀዳምነት ክኸውን ዝነብሮ ኣብ ዝኾነ ይኹን ህዝቢ ይኹን ሃገር እሱ ክርሳዕ ይጅምር ወይ ይውንዘፍ ማለት እዩ ቀዳምነት ክኸውን ዝግብኦ ሕጂ እንታይ እዩ ዝተማልአ ህዝባዊ ኣገልግሎታት ንኣብነት ምዕሩይ ናይ ናይ ትምህርቲ ናይ ናይ ባንክታት ናይ ቁጠባ ኣገልግሎታት ትሕተ ቅርፂ እዚ እዩ ዘድልዮ ንሓደ ንሓደ ሃገር ንሓደ ህዝቢ ብዓብዩ ከዓ ውልቃዊ ሓርነት ዜጋታት ሓደ ካብቲ ቀዳማይ ዝስዋእ ወይ ዝውፈ ነገራት ይኸውን ማለት እዩ ሕጂ እቶም መታለልቲ መራሕቲ ዝደልይዎ ቀንዲ ሽቶ ንዝኾነ ዝለዓል ናይ ውልቃዊ መሰላት ሕቶ ክጎስይዎ ይጅምሩ ማለት እዩ ሕጂ እንታይ ይብሉኻ ኩሉ ዜጋ ነዚ ዓቢ ዝኾነ ቅዱስ ዝኾነ ሃገራዊ ዕላማ ህይወቱ እንዳኸፈለ ከሎ ንስኻ ብዛዕባ መሰል ምዝራብ ትሓትት ኣለኻ፣ ንስኻ ብዛዕባ መሰል ሓዳር ትሓትት ኣለኻ፣ ንስኻ ብዛዕባ መሰል ሃይማኖት ትሓትት ኣለኻ፣ ንስኻ ብዛዕባ ቁጠባዊ መሰል ትሓትት ኣለኻ፣ ንስኻ ብዛዕባ መሰል ምንቅስቓስ ትሓትት ኣለኻ፣ ኮታስ ኩሉ እቲ ከም ሰብ ሰብ ክገብረካ ዝኽእል ሓርነታት ከም ሕንቃቐ ወይ ከም ነብሰ ፍትወት ክጥመት ይጅምር። እቶም ስርዓታት ከኣ ነቲ ናይ ሃገራውነት ፕሮጀክት ከም መመኽነይታ ብምጥቃም ነቲ ናይ ዜጋታት ጠለብ ውዱቕ ይገብርዎ። እዚ ኣብ መዓላ ጭቆና ዝውዕል ሃገራውነት ኣብ ኤርትራ ዝተሃንደሰ ሓድሽ ተርእዮ ኣይኮነን። ብኣንጻሩ ምስ ምምስራት ሃገራውያን ግዝኣታት ወይ ኔሽን ስተይትስ ካብ መወዳእታ ዓሰርተ ሸውዓተ ክፍለ ዘበን ክሳብ መጀመርታ ዓሰርተ ሸሞንተ ክፍለ ዘበን ዝነበረ ግዜ ሽዑ ዝጀመረ እዩ እዚ ኩሉ ንብሎ ዘለና። ሓድሽ ሕጂ ዝመጸ ነገር ኣይኮነን። እቲ ሃገራውነት ዝበሃል ኣካይዳ እንዳበልሐ እንዳነጸረ ክመጽእ ድሕሪ ምጽናሕ ከኣ ኣብ መጨረሽታ ናብ ፎርሙላ ገጹ ጸርዩ ማለት እዩ። ልክዕ ከምዚ ኣብ ቤት ትምህርቲ ተመሃራይ ኮንካ መምርሒታት ወይ ሕግታት ከመይ ጌርካ ንሓንቲ ንሓንቲ ግድል ትፈትሓ መምርሒታት ዝውሃበካ ልክዕ ከምኡ ዓይነት ፎርሙላ ናብ ምዃን ገጹ ይጸሪ ማለት እዩ። ሕጂ እቶም ዓመጽቲ ከኣ ነዚ ፎርሙላ እዚ ተጠቒሞም ንሃገሮም ኣብ ትሕቲ ጫምኦም ወይ ኣብ ትሕቲ እግሮም ንኽረግጹ ይኽእሉ ማለት እዩ። ህዝቦም ከኣ ኩሉ ግዜ ብፍርሒ ጸላእቲ ኣደንቂሮም እንዳጨፍለቑ ነቲ ህዝቢ ናብራ ከልቢ ንክነብር ኩሉ ግዜ ብጥሜት ብሕማም ብድኽነት ተዳኺሙ ክንሱ እቲ ህዝቢ እንዳነብሐ እንዳተናኸሰ እንዳተመናጨተ ከም ዝነብር ይገብርዎ ማለት እዩ እዞም መራሕቲ እዚኦም ሕጂ እዚ ፎርሙላ እዩ ካብ በልና ኣብ ሃገርና ዘሎ ጥራይ ከዓ ኣይኮነን ካብ በልና ገለ ኣብነታት ምጥቃስ እውን ኣገዳሲ ይኾን። ኣበይ ኣበይ ሃገራት ከምዚ ዓይነት ፎርሙላ ኣብ ተግባር ውዒሉ? እዚ ናይ ሃገራውነት፣ እዚ ናይ ናሽናሊዝም፣ እዛ ሃገር ልዕሊ ኩሉ እያ፣ ሃገር ትቕድም፣ ወላዲት ሃገር ትጠፍእ ኣላ እንዳበሉ ህዝቦም ዘጥፍኡ መራሕቲ ኣብ ታሪኽ ምርኣዮም ኣገዳሲ ይኾን። ሕጂ ገለ ኣብነታት ናይዚኦም ንምጥቃስ። ጆሴፍ ስታሊን ናይ ሶቪየት ሕብረት፣ በኒቶ ሙሶሊኒ ናይ ጥልያን፣ ኤዲ ኣሚን ናይ ዩጋንዳ፣ ፖልፖት ናይ ካምቦድያ፣ ሰርወ ንግስነት ናይ ኪም ኣብ ሰሜን ኮርያ ኩሎም ካብ ኣባሓጎታቶም ጀሚርካ ክሳብ እዚ ሕጂ ዘሎ መራሒ ናይ ሰሜን ኮርያ ማለት እዩ፣ ማዕመር ኣልጋዳፊ ናይ ሊብያ፣ ማኦ ናይ ቻይና፣ ፊደል ካስትሮ ናይ ኪዩባ፣ ዃን ፔርዶን ናይ ኣርጀንቲና፣ ሳዳም ሑሴን ናይ ዒራቕ፣ ሮቤርት ሙጋበ ናይ ዚምባብዌ ኣዝዮም ብዙሓት እዮም። እዚኦም ጥራይ እውን ኣይኮኑን። ሕጂ እዞም ኩሎም መራሕቲ እንታይ እዮም ዝገብሩ? እዚ ንብሎ ዘለና ዓይነት መመኽኔታታት ናይ ሃገር ቅድሚ ኩሉ፣ ሃገር ልዕሊ ኩሉ ነገር እያ፣ ኩሉ ድሕሪ ሃገር ገለ ዝዓይነቱ ጭርሖታት እንዳተጠቐሙ ንህዝቦም ዘጽነቱ፣ ንህዝቦም ዘዳኸሙ፣ ንህዝቦም ብዙሕ ስቓይ ዘርኣዩ መራሕቲ እዮም ማለት እዩ። ኣብ መዛዘሚ ናይ ሎሚ ዘረባይ ብዛዕባ ክነስተብህለሉ ዘለና ነገራት ክዛረብ ይፈቱ። ነዚ ንምግባር ከኣ ብዛዕባ እቲ ዕንዘራ ሃገራውነት እሱ ዘኸትሎ ሳዕቤን ክሳብ ክንደይ ከቢድ ምዃኑ ኣዕሚቑና ክንሓስበሉ ኣገዳሲ ምዃኑ ከስምረሉ ይፈቱ። ሕጂ ኣነ እንታይ እየ ዝብሎ እዚ ናይ ሃገራውነት ዕንዘራ ዝዓበየ ወይ ዝኸፍአ ቁስሊ ናይ ሓርነት ምዃኑ ክነለልዮ ይግብኣና ኢለ ይሓስብ። ካልኣይ ብሃገራውነት ዝተማሕወ ክብርታት ከም ሰብኣውነት፣ ባህሊ፣ ሃይማኖት፣ ስድራ ቤት ብዓቢኡ ከኣ ውልቃዊ ሓርነት ቀንዲ ኣተኩሮ ናይ ፍትሒ ንደሊ ዜጋታት ክኸውን ከም ዘለዎ ከስምር ይፈቱ። ኣብ መጨረሽታ ናይ ማርከስ ጋርቪ ዝበሃል ኣብ ጀማይካ ናይ ሓርነት ተቓላሳይ ዝነበረ ጀማይካ ኣብ ትሕቲ መግዛእቲ ኣብ ዝነበረትሉ ግዜ እቲ ካሪክለም ወይ ስርዓተ ትምህርቲ ናይ ጀማይካ ካብ ሱሩ ክቕየር ከም ዘለዎ ዝፅዕር ዝነበረ ዝጋደል ዝነበረ ንሱ ዝብሎ ሓደ ሓሳብ ብኡ ገይረ ከጠቓልል ንፈትኹ እንታይ እዩ ዝብል ንሱ ናን ባት ኣር ሰልቭስ ካን ፍሪ ኣር ማይንድ ይብል ኣብ ናይ ምናልባት ኣብ ናይ ቦብ ማርሊ ደርፊ ሪደምሽን ሶንግ ትብል እዚኣ መስመር እዚኣ እውን ክሰምዑ ኣትኽእሉ ኢኹም ቦብ ማርሊ እውን ተጠቒምላ ኣሎ ብሰንኪ ናይ ኮፒራይት ጉዳይ ኣብዚ ከስማዓ ይክእልኒ እንታይ ትብል ላይን ኣላ ግን ቦብ ማርሊ ዝብላ ኢማንሲፔት ዮር ሰልፍ ፍሮም ሜንታል ስሌቨሪ ናን ባት ኣር ሰልቭስ ካን ፍሪ ኣር ማይንድ ሕጂ እንታይ እዩ ዝብል ነብስኹም ካብ ስነ ኣእምራዊ ባርነት ሓራ ግበሩዋ ንሓንጎልና ከዓ ባዕልና ጥራይ ኢና ሓራ ክንገብሮ ንኽእል ሓርነት ውልቃዊ ሓርነት ከምፃልካ ዝኽእል ዝኾነ ይኹን ሰብ የለን ዋላ ናይ ሓርነት ተቓላሳይ ተጋዲሉ ዋላ ሓደ ሰውራ ናይ ናፅነት ድዩ ናይ ሓርነት ተበጊሱ ሓንጎልካ ባዕልኻ ጥራይ ኢኻ ሓራ ክትገብሮ ትኽእል ዋላ ኣብ ትሕቲ ጨቋኒ ስርዓት ኮንካ ኸዓ ሓርነት ናይ ሓንጎል ክህልወካ ይኽእል እዩ። መን እዩ ክገብረልካ ዝኽእል ከኣ ባዕልኻ ኢኻ። ስለዚ ሓርነት ናይ ኣተሓሳስባ ከም ቀዳምነት ክንወስዶ ከም ዘለና ኣብ ግምት ኣእቲና ኣብ ዝቕጽል ክፋል ብዛዕባ ኣምር ሓርበኝነት ካብ ሃገራውነት ከኣ ብኸመይ መገዲ ከም ዝፍለ ነዚ ዝትንትን መደብ ሒዘልኩም ክመጽእ እየ። ስለ ምክትታልኩም ኣዝየ የመስግን።